ዘሕጉስ ዜና ስሚንቶ ብጣዕሚ ብጣዕሚ ቀኔሱ ኣሎ ሶኒ መዓልቲ ጳጉሜን ሰለስተ ወርሒ ዓሰርተ ክልተ ክልተ ሽሕ ዓሰርተ ሸውዓተ ዓመተ ምህረት ናይ ሎማዓንቲ ዜና ስካዕ ኣብ መወዳእታ ኢኩም ክትሰምዕዎ ለለኩም ሎማዓንቲ ኣብ ስሚንቶ ዓውይ ልኮነ ሓድሽ ዝተፈጠረ ነገር እንዮ ስለዚ ብዛዕባ እሱ ልለኩም ነገር ክህሉ እዩ ስለዚ ኩሉኩም ቅድሚ ምጅማረይ ላይክና ሓደ ሽሕ ፈጢና ንእቲ ሰብስክራይብና እውን ዓሰርተ ክልተ ሽሕ ልግበር ጉዕዞና ነፋጥን። ስለዚ ቀጥታ ናብ ፕሮግራመይ ክሓልፍ እያ ንቐጽል። ቕድሚያ ፍጥን ኢለ ኸዚ ናቱ እንዲኖ ዕዳጋ ክነግረኩም ካብ በዓል ሸሞንተ ክሳብ ዓሰርተ ሽዱሽተ ለሎ ናይ ቱርኪ ዕዳጋ ክነግረኩም እሞ ናብ ናይ ስሚንቶ ፕሮግራም ንሓልፍ ኢና ስለዚ በዓል ሸሞንተ ውስኸ ሰዓት ሸሞንተይ ሳላሳይ እናቸጠ ይርከብ በዓል ሸሞንተ ሸሞንተይ ሳላሳይ በዓል ዓሰርተ ድማ ሓደ ሽሕን ክልተ ሚእቲ ሱሳይ

ሓድሽ ለውጢ ልግበረሉ መዓልቲ እዩ ስለዚ ኣብ ናጋ ሰሉስ ረውዕ እስካዕ ዝሰሙን እዚ ማለት እዩ ሓድሽቲ ለውጥታት ክህሊ ሰልቕል ኩልኹም ናነፃፀርኹም ንምግዛእ ትውስኑ ተለኹም ክሕግዘኩም ሰልቕል እያ ስለዚ መዝጊኹም ሓዝውን ኣብ ለውጥታት ተገይሩ እውን ናፈለጥኹም ትኸዱ ምእንተይ ማለት እዩ ስለዚ ከዝቐፅዮ ልሕልፈኩም ናብ ናይ ሲሚንቶ ዋጋ ክሕልፈኩም ማለት እዩ ቅድሚያ ግና ኣብ ሓሸዋ ትጸርና እምኒ ብሎኬት ዓውይ ልኾነ ናይ ዋጋ ኣፈላላይ ትፈጢሩ እኒኦ ሎማዓንቲ ስለዚ እሳ እውን ሰሚዕኹምዋ ከም ትወጹ ማለት እዩ። ናብ ናይ እምኒ ዋጋ ኣይክሕልፈኩም እምኒ ሎማዓንቲ ብጣዕሚ ቅንስ ኣቢሉ ዋግኡ እኒኦ ስለዚ ሎማዓንቲ ክንደይ ውዒሉ ተልኹምኒ እምኒ ዓሰርተ ክልተ ሽሕ ሓሙሽተ ሚእቲ ንሓደ ሲኖትራክ እናተሸጠ ውዒሉ እኒኦ እቲ ጸሊም እምኒ ማለት እዩ ኣብዚ ሕዚ ሰዓት ንሓደ ቢያጆ ንሓደ ሲኖትራክ ብዓሰርተ ክልተ ሽሕ ሓሙሽተ ሚእቲ ከተማ መቐለ ሎማዓንቲ እናተሸጠ ውዒሉን እዮ ብተመሳሳሊ እውን ሓሸዋ ክንደይ ውዒሉ ትልኹምኒ ሓሸዋ እውን ምስ ኣርባዕ ሓደ ሽሕ ሎማዓንቲ እናተሸጠ ውዒሉን እዮ ሓሸዋ ማለት እዩ ስለዚ ኩሎም እናቆነሱ እዮም ዝርከቡ ሎማዓንቲ ዕዳጉ ብጣዕሚ ተስተኻኺሉ ማል ይከኣል እዩ ካብ ዝሓለፈ ነበረ መዓልትታት ዓብዪ ዝኾነ ናብ ዋጋ ወስኺ ነይሩ ስለዚ ሓሸዋ እውን ብኣርባዕ ሓደ ሽሕ ሎማዓንቲ እናተሸጠ ውዒሉ እዮ ማለት እዩ ጸጸር ከክኒ እቲ ኢልኹምኒ ጸጸር እውን ብተመሳሳሊ ሓምሳይ ክልተ ሽሕ ሎማዓንቲ እናተሸጠውዕልን እዮ እቲ ጸሊም ጸጸር ፍሩይ ንመሀደም ልኾን ፍሩይ ጸጸር ማለት እዩ ብሓምሳይ ክልተ ሽሕ ሎማዓንቲ ንሓደ ሲኖትራክ ንሓደ ቢያጆ እናተሸጠውዕልን እዮ ማለት እዩ እቲ ሓሸዋ ግን እቲኣ ኣርባዕ ሓደ ሽሕ ሎማዓንቲ እናተሸጠውዕልን እዮ ናይ ተንቤን ዓብይ ዓዲ ቀይሕ ሓሸዋ ንሓሸ ንበሃል ብኣርባዕ ሓደ ሸሕ ሎመዓንቲ እናትሽጠ ውዕልን እዮ ማለት እዩ ስለዚ ተልልኹም ገዚእኹም ዘን ንብረታት እዚን ተጠቐሙለን ክለኩም ይደሊ ስለዚ ስሚንቶ ሎመዓንቲ ክንደይ ውዕል ስሚንቶ ሎመዓንቲ ብጣዕሚ ደስ ዝብል ዕዳጋ ነይሩ ምክንያቱ ድማ እንታይ እትልኹምኒ ካብ በሪ ካብ ስሚንቶ ፋብሪካ ባዕሉ ካብ በሪ ዋግኡና ኣብቲ ችርቻሮ ነበረ ዕዳጋ ብጣዕሚ ልሕጉሲ ነይሩ ማለት እዩ ኣብ በሪ ሎመዓንቲ ክንደይ ውዒላት ኢልኹምኒ ምስ ሽሒ ክልተ ሚእቲ ዓሰርተይ ከባቢ እያ ነይራ ኣብ ቸርቻሮ ድማ ክንደይ ውዒላ ትልኹምኒ ምስ ሽሒ ክልተ ሚእቲ ሓምሳይ ሱሳ ይብሉ ኣሎ ሎማዓንቲ ዕዳጋ ውዒልላኒያ ማለት እዩ ስለዚ ንምግዛእ ንሓሰኹም ነርኹም ሰባት ብፍላይ ቶሊልኹም ገዚእኹም ኣሕለፉ ማለት እዩ እዛ ዋጋ እዚኣ ሎማዓንቲ ልውዓለታ ዋጋ እያ ኣብ ናጋ ፕሮግራም ለለ ብጣዕሚ ክትቕየር ትኽእል ወይ ድማ ትፀንሕ ትኽእል እያ ስለዚ ንምግዛእ ትውስኑ ዘለኹም ሰባት ንሓሰኹም ነርኹም ፈጢንኹም እዛ ዕዳጋ እዚኣ ተጠቐሙላ ማለት እዩ ኣብዛ ሰሙን እዚኣ ለይ ክትፀንሕ ትኽእል እያ ስለዚ ትገዝኡ ንሓሰኹም ነርኹም ሰባት ብፍላይ እዛ ዕዳጋ እዛ ትጠቕምዋ ክለኩም ይደሊ ዋጋኣ ድማ 1200 ሱሳይ ሓምሳይ ከባቢ ውዒሉ እኒኦ ሎማዓንቲ ማለት እዩ ስለዚ ብጣዕሚ ደስ ዝብል ዕዳጋ ነይሩ ብዛዕባ ስሚንቶ ማለት እዩ ከዚ ቀፂለ ለሕልፈኩም ድማ ኣብ መወዳእታ ብዛዕባ ናይ ብሎኬት ዋጋ ክነገረኩም እሞ ፕሮግራመይ ከጠቓልል ማለት እዩ ብሎኬት ክንደይ እኒኦ ኩልኹም ኣብ ዝተፈላለዩ ከተማታት ትግራይ ስለ ዘለኹም ካብ መቐለ ወፃእ ብፍላይ ትርከቡ ሰባት ማለት እዩ መብዛሕትኡ ግዜ ኣብ ናይ ትራንስፖርት ጉዳይ እዩ ዋግኡ ለውስኸሉ እምበይ ኣብ ከተማ መቐለ ልሉ ዕዳጋ ብጣዕሚ ቅንስ ዘበለ እዩ ኣብ ኮሜንት ብልሓለፈ ናረእኹም ስለነበርኩ እያ ምክንያቱ ኣብዚ ፕሮግራም ካብ ተሕልፎ ዋጋና ደዊልና ንጥየቕ ተለና ለሎ ዋጋ ብጣዕሚ ይፈላለሉ ትብሉን ሰባት ምስ መጓዓዝያ ምስ ሓደ ሓደ ለለ ከም ነውሮ ስለ ይፀንሕለይ ዘዕዳጋ ለይ ኣውራ ማለት እዩ እቲ ዋጋ ዝወስኸሉ ማለት እዩ ረብኹዋ ዋጋ እዛ ፕሮግራም እዚኣ ማለት እዩ ከዚ ሲሚንቶ ሎማዓንቲ 2250 ኢለኩም ኔኹ ግን ኣብ ናጋ ከዚ ወይ ክቕየር ይኽእል እዩ ወይ ዝዋጋ እዚ ክጸንሕ ይኽእል እዩ ማለት እዩ ስለዚ ትርድእዋ ዘለኩም ነገር ማለት እዩ ዋግኡ ስለ ዝቀያየር ዘሎ ኣብ ሎማዓንቲ ከዝነገርኩምና ኣብ ናጋለሉ ፕሮግራም እዩ ዘቕርበልኩም ዋጋ ብጣዕሚ ይፈላለሉ ስለ ዝኾነ እዩ ስለዚ ቡልኬት ግን ናይ ሎማዓንቲ ዋጋ ክንደዮም ሌላ ክነገርኩም ሎማዓንቲ ንባዕለቲ ዕዳጋ ማለት እዩ ስለዚ በዓል 15 ና 20

ንሓደ ፍረ እናተሸጣ ይርከብ። እዚ ብሎኬት ማለት እዩ ብደንቢ ፀሓይ ዝፀገበ ብደንቢ ጠንካራ ዝበሃል ማይ እውን ሰቴ ማለት እዩ ዝሓሸ ብሎኬት ብዙ ዋጋ እዚ እዩ ዝርከብ ማለት እዩ ካብዚ ቀኒሶም ዝሸጥልኩም ሓደ ሓደ ቦታታት ግን ጥንካሮ ብጣዕሚ ደጋግምኩም ተረጋግፅዎ ዘለኩም ቦታ እዩ ክኾን ኣለዎ ምክንያቱ ስኢሉ ልፈራክሽ ኒዮ ብሉኬት ሓደ ሓደ ማለት እዩ ስኢሎም ማየስተይዎ ወይ ፀሓይለ ብደንብ ሌቀነየ ቅንስ ኣቢሎም ዝሸጥዎ ቦታታት ስለለለዉ ኩለኹም ተስተዕሉ ኣለለኩም ነገር ጥንካርኡና ማይ ምስታዩ ብደንቢ ኣረጋጊፅኹም ኢኹም ትገዝኡ ኣለኩም ማለት እዩ ስለዚ በዓል 15 ዝኸ ሰዓት እናቸው ጠርከ ዋጋ 37 ቅርሺ ሒሳብ ንሓደ ፍረ በዓል 20 ድማ 39 ቅርሺ ሒሳብ እናቸው ጠይርከ ማለት እዩ እዚ ንሓደ ፍረ ለሉ ዕዳጋ እዩ ማለት እዩ ብልይ መጓዓዝያ ልዕሊ ዕዳጋ እያ መፅዕኒ መደየብና መውረዲ ግን ምስቶም ሰብ ገዛ ተራኺብና ነዋግዕ ንኽእልና ችግር የብሉ ከምታ ትደልዋ በዝሒ ቅንስ ኣቢሎም እውን ክገብሩልኩም ስለዝኽእሉ ማለት እዩ እና ናይ ትራንስፖርት መጓዓዝለ ከከም ሰፈርኩም ንዓሉ ኮነ ዋጋ ኣፈላላይ ስለዘለዎ ንኡ መጓዓዚ ለለ የቕርበልኩም ኣለኹ ማለት እዩ ምክንያቱ ኩለና ዝተፈላለዩ ቦታታት ስለለለና ማለት እዩ ስለዚ ትገዙ ሓሱ ሰባት ማለት እዩ ብፍላይ ኣብዛ ለላ ዕዳጋ ይነግርኩም ኣለኹ በዓል 15 ና 20 ልዋዕለተ ዋጋ ይነግርኩም ኣለኹ ካብ ወፃእ ለሉ ናብ መፃዕኒ መውረድና ምስ ናይ ትራንስፖርት ግን ብውሽጢ መስመር ረኺብኩም ኢኹም ትጥይቆኑ ማለት እዩ ብዛዕባ ሳ ኢለ ክናገረኩም ደለ መወዳእታ ማለት እዩ ስለዚ ሎማዓንቲ ነበረኒ ፕሮግራም እዚ ይመስል ኣብ መወዳእታ ግን ዝሕልፈልኩም መልእኽቲ ተሃልዩ ከዝለለ ኣብ ዝተፈላለዩ ከተማታት ናብ መቐለ ማለት እዩ ቦታታት መግዛእቲ ልል ሰባት ተሃሊኹም ብፍላይ ኣብ ኢደይ 400 ካሬ ልሓስኹዎ እዮ ብዛዕባ ስኑ ኢንቨስትመንት ልል ሰባት ተሃሊኹም እዚ ትሪእዎ ዘለኹም ፕሮግራም እዚ ማለት እዩ ልሽወጥ 4,000 ካሬ ከተማ መቐለ እኒኦ ስለዚ ምግዛእ ትደልዩ ሰባት ሃሊኹም ብዛዕባ እሱ ኢንፎርሜሽን ሙሉእ ዝኾነ ትደልዩ ሰባት ሃሊኹም ብውሽጢ መስመር ርኸውኒ ካልኦትኹም ግን ካብ ሰብዓ ካሬ ጀሚሩ ሚተር ዋዓይ 250 ስካዕ ዘለኹሞ ንኢንቨስትመንት እውን ስለለሎ ዓበይቲ ቦታታት ማለት እዩ ብውሽጢ መስመር ጠይቆኒ ትገዝኡ ትደልዩ ሰባት ማለት እዩ ስለዚ እዚ ዝበለ ኢንፎርሜሽን እኒ ስለዚ ኣብ መወዳእታ ለሕልፍልኩም መልእቲ እዚኣ ትምስል ስለዚ ኣብ ላጋ ፕሮግራመይ ብዛዕባ ናይ ማዕፆ ካንሸሎ በርታት ዋጋ ክቐርበልኩም እያ ኩለኹም ንዚ ቻናል እዚ ላይክ ሼር ሰብስክራይብ እናገርኹም ናብ ኩሉ ንክበፅሕ ኩሉ ሰብ ንክንሰብዕ እዚ ዋጋ እዚ ኩሉ ሰብ ንክረኾ ለሎ ሓገዝ ድጋፍ ገሩ ማለት እዩ እና ክቐርበልኩም ትደልዎ ነገር ተሃለለ ኣብ ኮሜንት ፀሓፍሉ ኢኹም ኩልኹም ፅቡቕ ነገር ኢልኹም ኢኹም ብፍቕርኹም ተሪእኹም ኣለኹም ብጣዕሚ እየ ለምስግን ደስ ዝብል ፍቅርታት ኢኹም ተርኢ ኣለኹም ኮሜንት ስለዚ ክቀረበልኩም ትደልዎ ነገር ተሃልዩ ለለ ሓሳብ ተሃሊኩም ብውሽጢ መስመር ፀሓፉለይ ወይ ድማ ኣብ ኮሜንት ኣቅርቡለይ ማለት እዩ ስለዚ ሎማ ዓንቲ ነበረን ፕሮግራም እዚ ይመስል ኣብ ላጋ ፕሮግራም እየ ተመሰስ ከዓ ልመፀኩም ሰላም ንዓኻትኩም ይኹን ቻው